እንታይ ዝጎደሎ ኣለዎ እዩ ሓደ ገዛ ንሰባት ኣጨኒቕና ወሲኽናዮሲ እንታይ እዩ ዝገብረሉ ዋላ ክንዲ መይዳ ኩዕሶ ዝኸውን ገዛ ይወስኸሉ ንዓኹመ በየናይ በየናይ ሸነኽኪ ሓቢጡኪ ጽቡቕ ገረ ክሓጉመኪ ድሓር ከኣ ካብ ዝበልጽ ከማን ፈጥረልና ኸውን
ማሕራስ ክኾኖ ምባል እንደ መፅልኢ እዩ ድሮ እኳ ካብ ተሓርሲ ኣርባዓ መዓልቲ ዶ ገርኪ ሓቀይ ኣርባዓን ሓሙሽተን ገርኪ እሞ ኣርባዓን ሓሙሽተን መዓልቲ ገርኪ

ከላእ እንታይ ይበሃል ደቀይ እዚ ሰኣን መሽኮት ኢልካ ምፃእሲ ኣቱ
ክንደይ ትሕሱ ወርኺ ክንደይ ትሕሱ ካን ብጥራኣ ክንደይ ትሕስዋ ኮልስ ወይ እዚ ከውሒ ድኩም እህ ኣብ ከተማ ተወሊድኩም ዝዓበኹምሲ ኣደይ ዶ ባሕሪ ዶ ሓራስ ክልተ ቅነ ዶ እዛ ቆልዓስ ታይ ጌራትኩም። እንታይ ደኣ ክብላ ደሊኽኒ ኣብ ቪላ እየ ተወሊደ ክብላ ከምኡ ገረ ክደዓዓሳ ኣለኒ እምበር። ኣቤት ክትጭክኑ
ቁሩብ ንእሽተይ ፍርሃተ እግዚኣብሔር ዘይብልኩም እዝግዮ መሓረና ክርስቶስ ሓጺን እየ ሓጺን ሓጺን ሓጺን ተኪ ኣኮ እብል ነረም እዩ ሓጺን እየ ኣነ ጨካን ኣይርህርህን እየ። ዋይ ሓጺንሲ ኣትቢዕኻ ድዩ ገለ ጌርካ ድዩ ቅርጽታቱ ቀይርካስ ናብቲ ከድምዓልካ ትደልዮ መዓላ እኳ ተውዕሎ። ንስኹም ከ ናብ ምንታይ ስምዒ
ካብ ንዓይ ትልምነኒ ዓለም ዘዛረበ ሃብቲ ዘለዎ ኣቦ ኣለዋ
ኣጎር ናይ እግሪ ማስክ ካብ ዕረ ላቫንደር ሽያ ባተር ዝተሰርሐ ኮይኑ ንዝርህጥ ንዝሓርፈፈን ንዝነቕዐን ንዝጨኑ እግርን ምፍዋስ ይጠቕመና ኣብ ሓንቲ ባኮ ሸውዓተ ሓባ ኣሎ። ኣብ ሰሙን ሓደ ግዜ እናገበርካ ንሸውዓተ ሰሙናት ትጥቀመሉ። ዋላ እውን ዝኾነ ፀገም ኣብ እግርና እንተዘይሃለወና ክንጥቀመሉ ይግባእ። ምኽንያቱ ብዘይ ዝኾነ ጉድኣት ንቆርበት እግርና ስለዘሐድስ። ኣጎር ናይ እግሪ ማስክ።
ገበረልና ጉልበቱ ድዩ ዓቕሙ ድዩ ኩሉ ዝበቆቆስ እንታይ ኣሎ ኣንቲ ወድና ወድና እንደ ኣይትበልዮ ወድና ወድና ኣይትበልዮ በይ ዘሎ ቅንፍዝ እዚ ወድና ብሩር ይመስል እዚ ወዓግ ይመስል እስከመይ ኢሎም እዮም ዝራኸቡ እዚ ኣይኮነ እንደ ወድና ዘመድና እኳ ኮይኑ ይፈልጥን ዳሕራይ ከኣ ቅጭኡ ከድርቅ እንታይ ደኣ ክገብር ኣየ ኣቦይ ኣደይ ን ክብል ኢምበር እንታይ ደኣ ክብል ደሊክዮ። በሊ ክትፈልጢ እዚ ተኻራያይ እዚ ቆርበት በጊዕ ዝተኸድነት ተኹላ እዩ። ኣይ
ኣብዛ ዓለም እዚኣሲ ኩላትና ነዛ ነዛ ዓለም እዚኣ ኣጋይሽ ምዃንና ገዛ ክራይ ምዃና እዛ ዓለም እዚኣሲ ኣይትፈልጡን ነዛ ሩሕናስ እንታይ ኢና ሒዝናላ ተኻራያይ ተኻራያይ ተኻራያይ ክትብሉ ልቦም ከተጥፍእሎም እዋእ ድሓር ከኣኒ ሱሳ ናብ ሰብዓ ገጽካ ክትከይድ ኮለኻሲ ፍርሕ ከኣ ትብል ቁሩብሲ ፍርሕ ትብል ምኽንያቱ ወሳዲ መጽእ ኣለኹ መጽእ ኣለኹ እናበለ እዩ ዝኹሕኩሓካ መን እዋእ ዓዲ ኩልና ዝወስድ ከ። ኣደ እዝግሄር ክባረ ኣንስቲ ክባረ ኣቅዲመይ ጋሕ ትብሊ ትኾኒ

ቦቦኺ ብዝግሄር በዚ ዘርፐድክዮ በተክርስቲያን ክንግረኪ ሀ ሓጎሳ ብኣኽን ወዲ ከማኽን ትለዓል ስለ ዘይኮነት ስለ ማርያም ከይተልዕልያ ለ ሓጎሳ ምሳይ ደም ዝረሃፀት ነዚ ገዛ ክትሃንፅ እያ ዕድለኛ ኮይና ኣነ ከዓኒ በጥ ኢለ ደቂሰ ኣለኹ በጥ ክትብልዮ ክግሕጠኪ እየ ምዞም ተኻረይቲ ክልቴኹም ክነግረክደ ብዓረብያ ብዓረብያ ኣብቲ ፎቕ ኣበይ ከም ዘስፍረኪ ክትፈልጢ ኢኺ ሓጎሳ ከ ኣልዒልክለይ ሕጅስ
ኣይ ንሓጎሳስ ብኣኽን ወዲ ኸማኽን ክትለዓል ዋይ ዋይ ሓጎሳ

ኣብዚ ኣነ ኮፍ ኢለ ከለኹሲ ንስኺ ንዓዲ ጓና ክትከዲ ናብ ጓኖት ክትከዲ ቡንካ የስተኽኒ ንዓይ ኪዲ ጥራሕ መጻኹ ግዳ ክንረአ ኢና

ኮፈለይ
ድሓን ኣነ ከዓ እዚኣ እንዲ ክብር ክዳእ መፅየ ንኣቦ ክትህቂ እኽሊ ተርእዮም ኢኺ ንዛ ማማስ እኹል እንዲ ዘለኒ እዚ ንፋስ በዚ በዚ ንፋስ ከይከውንሲ ሽፍን ተብል እዩ ስም እንዶ ንዮናታን ወደይ ውሉድ ተበለለይ ሕዚ ከብለሉ ኢለ እንተሒዘያ እጂ ከዓ ጆን ወደይ ወሊድለይ ብርኽቲ ጓለይ ከዓ መፅእኽለ ኮፈል በለይ

ንጉሰ ርግምቲ ሰበይቲ ልግብ ኣቢልካለይስ እልም እየ ኣደይ ኣደይ ወላዲተይ ተዓኹሊለ ኣለኹ ዋይ ቢላ ገዛይ

እንታይ እዚ ዋይ ጓልኩም እንድያ ቅድሚ ቡን ምስታየምሲ ንባባ ብልዕለይ ኣቑርስለይ ኢላትኒ
ዋይ እዚ እየ ዝበልኩ ኣነ ከዓ ገዲፋትን ንኸይዳ ኣብዚኣ ቐምጥ ኣቢልሃኒ ቡን ከይገበርሃለይ ከይዳ እንዴ ደኣ ክብል ፀኒሐ ምለሰተይ ማዓረይ እዚ እየ ዝበልኩ ኣነ ዋጋ ዓሰርተ ቅርሺ ሕጅካ ትወፅእ ካብ ገዛኻ ዋጋ ሓምሳ ሓጅካ ከዓ ትምለስ ትኾንካ ገዛ ኣይትነኩልን እያ ተወስኸላ ኢኻ ዘለኻ መሊሽካ እወ እወ ንብላዕ በሊ ብልዑ በሉ ባርኽዎ
በስ
በስመ ስላሴ ኣንቲ ከምዚ ድያ ተመግቦ ኩሉ ግዜ ዋንታ ኮይኑ ዳ ሓንጉጉ ይመስል ኣሎ ትገዝኡ
ኣቶም ክንደይ ትሓስሙ ከምዛ ሰፍእስ ግልብጥ ጆን ወደይ የማናይ ኢደይ ዋይ ኣየ ጆን ወደይ ፈጣሪ ፈጢሩለይ ትብሉ ከም ዘይነበርኩምስ ግልብጥ በስመኣም ወልድ መንፈስ ቅዱስ በል ሕጂስ ጸጋማይ ኢደይ እዩ ኮይኑ ዘሎ ዋይ ኣቱም ክንደይ ትመኑ እሞ ዘን ኣንስቲ ደፋንኹም እንዳ መነኹም ኢኹም
በሊ ጽቡቕ በሊዕና ሓጒስና ስምዒ እስከ ኣምለሰተይ መቸም ወድና መጻኹ መጻኹ እዩ ዝብለና ዘሎ ሕጂ ከኣ ሓንቲ ጽብቕቲ ነገር ግዳ ዘይትገብሪ ካብተን ኣደናታትኪ መሓዙትኪ ካብአን ደቀን እንድሕር ልየን ሓንቲ ቆልዓ ከመይ ዝበለት ጎርዞ መሪጽኪ ሒዝናሉ ዘይንጸንሕ እሞ ኣብዚኣ ምጽእ ምስ በለ ኣመርዑ ዘይነብሎ። ኣነ ደኣ ደስ ምበለኒ እንዳ ተሓጎስኩ ምገበርኩ። ግንሲ ዕስራ ዓመት ኣብ ደገ ተቐሚጡስ ደሃዩ ከኣ ዘይጸንሓና ሓዳር ኣለዎ ድዩ ውላድ ኣለዎ ድዩ ከምዚ ናይዚ ዘበንዚ ዓርኪ መሓዛ ኣለዎ ድዩ ናብርኡ ዘይንፈልጦ ምርጽ ኣቢልና ጎርዞ ምጺና ኮፍ ኣቢልናያሲ ደሓርከ ሰኸት ኣይገበረት ኣንቲ ኣንቲ ወድኺ ዶ ኣይኮነን ወደይባ ኣበባ ኣብ ቅድሚ ዓይንኺ ክትርእይ ትደልዪ እንድኺ። ኣይትደልይን ዲኺ ነዚ ወድኺ ከተመርዕውዮ ኣይትደልይንሞ ኣንቲ ንስኺ ዶ እምበር ወሊድክዮ ክንታ ኮንኪ ኽነዚ ቆልዓ ጭር ዶ ኾይንክዮ ክመጽእ ውን እኮ ኣይትደልይዮ ንኽነርኪ ዋእ እወ እቶ ዋይ ልኩም ተሓጥያ። እሞ እንተ ኾንኪ ደኣ እሞ ወድና ይመጽእ ኣሎ እንተ በልናስ ዕልልልልል ሕራይ ኢልኪ ዘይትቕበልዮ። ታይ መጺእኒ ደኣ እየ ነቲ እንኮ ውላደይ ዒሕ ፍንጪሕ ኢለ ዝወለድክዎ ጽርጁ ዝኾንኩ። ግንሲ ኩሉ ከኣ ኣገባብ ኣለዎ። ሱቕ ጥራሕ በሊ ኩሉ ነገር እኮ ይግምግመኪ ኣለኹ ኣነ። ንዮናታን ገዲፍኪ ንዮውሃንስ እኮ ኢኺ ወደይ ትብልዮ ዘለኺ። ኣነስ ኩሎም ደቅና እንድየ ዝብል ዋእ። ንዮውሃንስ እንተዘይወለድክዎ ወላዲት እንድየ ናይ ወላዲት ከኣ ሰርሕ። ደሓን እንታይ እሞ ክብለኪ እየ ሰኣን ልብኺ ይተርፈኪ ኣሎ። ዋይ ጉድ ረኺበ ኡፍ። ወይለይ ከይረሳዕክዎ ከኣ እባ እወ ክፍሎም ከኣ ደው ኢሎም ኔሮም። ክፍሎም?
እወ ክፍሎም። ክፍሎም ሓሳዊ፣ ክፍሎም ቁጥሚ፣ ክፍሎም መዳናገሪ፣ እንተ ክገብር ደኣ ደው ኢሉ ደኣ፣ እንተ ክብለኪ ኢሉ ደኣ ደው ኢሉ። እንታይ ክገብር እዩ ዝድውል ይብለኪ ኣለኹ። ካን ንዓይ ከቕንዕ ንዓይ ከዛርብ ክብል እንድዩ ሎሚ ወደይ የመርዕ ኣለኹ ጽባሕ ከኣ ጓለይ ከመርዑ እየ ዝብለኒ ንገርዮ በሊ ሕራይ ጽቡቕ ገርኪ ንገርዮ ወድና ይመጽእ ከም ዘሎ ንገርዮ ነጊረዮም እንዴ ንገርዮም ጽቡቕ ገርኪ ንኹሎም ንገርዮም ኩምትር ሕርር ክብሉ እዚ ገዛ ወራሲ ከም ዘይብሉ ገሮም እንድዮም ዝሓስብዎ ነሮም ተር ከም ዓተር ንኹሎም ንገርዮም ይመጽእ ኣሎ ወድና በልዮም ክሓሩ ጽቡቕ ገሮም እታ ኮንኪ ደኣ ኣልኪ ደኣ እቲ ኣፍኪ ትጉምጽጽዮ እታ ኮንኪ። ፍተዉ ጽልኢ ኣነ ኣቦ የናታን እየ የናታን። እሞ ክፍሎም ደኣ ክመጽ እዩ ምስ በልኮም ሕጉስ ኢሎምሲ ደዓኛ በጊዕ ኮልኮላ ዘለዋ ከመይ ታይ ገዲሽዎ በጊዕ ገዝኣልና ንዓና ተባሂኒ እዚ በጊዕ ዝገዝኣለይ ንዓይ። መን እዩ እዚ ኩፍሎ ምስ ንዓይ በጊዕ ክገዝኣለይ? ምስታ በጊዕ ደኣ ኣብቲ መዓንጣኣ ምስ ተሓርደት ንዓይን ንወደይን ገለ ክገብረልና እንተ ኾይኑ እምበር ተዋይ ኮይኑ እዩ። መን እዩ እዚ ኩፍሎ ምስ ንዓይ በጊዕ ክገዝኣለይ? ንበጊዕ ዝኸውን ባጀት ሰሊዕና ኢና ሰሊዕና ኢና ጥራሕ በልዮ። ከይተምጽእ ኢሉካ በለ። እሞ ሕጂ ደኣ ነጊረዮም ከመይ ኢለ እየ ካልኣይ ኣፍ ክዛረብ። ግደፎ በልዮ ደዊልኪ ይብለኪ ኣለኩ ግደፎ በልዮ ንወደይ ስይ ስምዒ ስቅ በሊ ስቅ በሊ እቲ ዝብለኪ ስምዒ ከድኪ ደዊልኪ ግደፎ ግደፎ ግደፎ ኢሉካ እዩ በልዮ ንወደይ በጊዕ ኣይኮነን ብዕራይ ክሓርደሉ ይክእል እየ ተዋይ እዚ
ሐራይ በሊ ትሕረቁ።

ኣብዚ ናህልካ እቲ ፍቕሩ ዘሕመመኒ ጆነይ ሓሪፍ ከለኻስ ስለማን መሲልካ ፀኒሕካ ሕጂ ክትከይድ ትኽእል ኢኻ መራዊ ይበል መቐፍ እሾኻ ይውጋእካ ኣሜን ካብዞም ቆሊባታትካ ኣምላኽ ሓልኻ ኣሜን በቃ ልበይ ብሰላም ተመለሰ ኣሜን እንታይ ከይደለ ውይ እዚ ፍኩር ሰብኣይ ከዓ ከይሉ ጽናሕ በል ማይ ዝሑቕ መሲለ ክሪኤክ'የ። ሓራይ ጨግምኒ። ወላ ሓደ የለን። ከም ዝመስለኒ ወይ ደቂሶም ኣለዉ ወይ ወጺኦም ኣለዉ። እቲ ማዕጾስ ተዓጽዩ እዩ ዘሎ። ከይደ በል በቃ። ሓራይ በቃ ቻው።
ዝወደይ እንታ ትሽቦ ከዓ ግብ በለኒ ኣንታ ዮሃንስ ሓንሳብ እስኪ ቅረበኒ ክንደይ መዓልቲ መመሊቑካ ክትከይድ በባተኪ ከመይ ሃደርኩም
ስማዕ እስኪ እታ ሰበይተይ ገንዘብ ስለ ዝሰኣነ ገዛ ዘይረኸበ ትብልሲ ካበይ ኣምፂኻ ደኣ ምሸት ገዲፍካ ቀትሪ ዓዕ ኢልካ ትሰክር ኣለኻ ሰማዕ ኣለኻ እዚ ገዛ እዚ ክሃንፆ ከለኹ ኣነ ሓንቲ መለክያ ኣረቂ ይጠዓምኩ ብልካብ መዓኮሩ ስረይ ብምሕምሕትኻ ምቻይን ጨፈፍ ኣቢለ እየ ሰሪሐ እዩ ሕልፍ ሓሊፍካ ከዓ እቶም ኣብ ደገ ዘለዉ ደቅና ዘይክደንዎ ክዳውንቲ ትኽደን ኣለኻ ጫማ ትለብስ ኣለኻ ካበይ ኣምጺኻዮም የብለይን እንድኻ ትብል ዳርታ ኣቱም ኣባተከ ደይ ንእስነት ኮይንኒ እታ ንእስነት እንደይ ትበል ወሪድዋ ንእስነት ንእስነት ንእስነት ዒራ ኣፍ ኣውፂኣ ዘይትዛረብ ብዝኾነ ዝወደይ ብገንዘብካ ድላይካ ክትገብር ትኽእል ኢኻ ኣነ ዘድልየኒ ዘሎ ሰምዕ ደለኻ ሚእቲ ግዜ ዝዛረበካ ዘለኹ ኣነ ገዛይ ገዛይ ገዛይ ግደፈለይ እየ ዝበል ካልእ ዋላ ሓንቲ ዝበልኩኻ ነገር የለን እሞ ባባ ተኬ

ኣነ እንታይ ይፈልጥ ዋላ ኣብ እንዳ ጨራሩ ኣይትሽኳዕን ጎደና ሓርነት ክትሓትት ናይ ጀርመን ክትሓትት ናይ ሆርያ ክትሓትት በጃኹም ባባ ትኪ ገዛ ርኽብ ምስ ኣበልኩ ቀልጢፈ ንምሸታ ክወፀልኩም እዩ ገዛ እንተዘይረኸብካ ኸ ኣነ ምሳኻ ቀይንን ክብል ክነብር እ? ስማዕ ኣነ ፎቶ ፅላእ ሰለስተ መዓልቲ ዕድል ሂበካ ኣለኹ። ካብዚ ንላዕሊ ኣነ ኣይጻወረካን እዚ ወደይ። ብኣኻ ሕማም እንድየ ኣጥብየ፣ ሕጂ ከኣ ሓንቲ ሳንቡኣይ ነጢራ ክትከይድ እያ። ጽባሕ ከኣ ኩሊተይ ነጢራ ክትከይድ እያ ነጊረካ ኣለኹ ኣነ።

ሃሎ ሃሎ ማሚ ከመይ ቀኒኺ። ኣሰይ ኣሰይ ጥዑም ድምፂ ወደይ ሰሚዐ እዋይ ተመስገን ኣታ ብሩኽ ወደይ ኣታ ከመይ ኣለኻ። ያ ማሚ ጠፊእናኩም ሕጂ ኩሉ ወደየ ምብጋስ ጥራሕ እዩ ተሪፍኒ ዘሎ። ኣሰይ ዝወደይ ኣነ ድማ እልልልልልልልልልልልል እንዳበልኩ ዕምበባ እንዳነፀግኩ ክቅበለካ እየ ዝወደይ። በቃ በቃ ማሚተይ ሕጂ መምጸኢ ስለ ዝኾነ ኣነ ከኣ ባህሊ ዓድና ከም ዝፈቱ ትፈልጢ ኢኺ ተኣኻኺብና ብሓደ ብሓደ ክንውዕል ኢና። ፈትወዎ ዝወደይ ኣድሃ እንዲኻ ከመዲኻ ደላይ ሰብ ኣሰይ ብሰላም ምጻእ። ባባ ከዳ ማሜ። ኣንታ
እዋይ ሕጂ ውጽእ ኢሎም እዚ የማነ ዓርኮምሲ ትዝክሮ ዶ እታ እወ እወ። በቃ ንሱ እዩ ዘሎ ዓርኮም ናብኡ እዮም ውጽእ ኢሎም ዘለዉ ሕጂ ወጺኦም ጽንሕ ኢልካ ተደዊልካ ግን ክምለሱ እዮም። ባቢ ከመይ ኣሎ ከም ቀደም እሎ ወለስ ዋዒዩ ዝሒልሉ። ኦይ ደሓን እዮም ደሓን እዮም ግዳ ብኣኻ ይናፍቑ ኣየ ዝናፍቕዎ ተትርኢ ኣየ ድናፍቕዎ ብወዶም ዝመጾም ኣይፈትዉን እዮም። ያያ ኣይ ኖው ኣይ ኖው እሞ በሊ ንኹሎም ስድራ ሰላም ሰላም ሰላም በልለይ። ሐራይ ዝወደይ ሰላምታኻ ትጥዓም። ሰላምታኻ ትጥዓም ዝወደይ ክብሎም እየ ሐራይ ምስ መጻኻ ኸኣ ከምታ ናይ ቀደምካ ኸኣ ገዛ ገዛ ከይትካ ኸኣ ሰላም ሰላም ትብሎም ባዕልኻ ዝወደይ። ኦከይ ኦከይ በሊ እሞ ብሰላም ብሰላም ብሰላም የራኽበና። ኣሜን ብሰላም ምጻእ ዝወደይ ዓይኒ ኣባይካ ድፈን ሰስነለይ ዝወደይ ክንዲ ሽሕ ኹነለይ። ሐራይ ዝወደይ ሐራይ ሐራይ ሐራይ ማዓር ወደይ እሰይ እንታይ ወሪዱኒ ደኣ ኢኺ ኣብኡኻ ደኣ እንታይ ወዓኺ ዝሕሉ ነዞም ብሩኻት ልኡኻት ኮይኖም ዝጸንሑ ንደቀይ ብሕጉጥ ኣቢሉ ከውጽኦም ክብል ክንዲ ዕግርግር እገብር ኣሎ ኢለ ደይነገርኩኺ ደኣ ዋላ ትብልኩም ንሓዎም ነጊሮም እካ እዚ ኩሉ ህውከት ህውከት ጸጊብና ዘለና መሊሱ ከኣ ዝገደደ ህውከት ክፈጥር ኣብዚ ሕማሞም ክበጽሑ ንዓይ ጾር ክኾኑኒ ዋላ ትብሉ ኣንታ መድሃኔ ኩላ ኣለም ልቦም ኣረስርሶ

ካራስ ኣይረክብን እየ ናይ ሰብ ናይ ሽጉርቲ ግና ኣለኹ ማለልካ ወይ ክሳደ ንገብር በትሪ ሞለ ድማ ኣብ ኣክለና ምስ ቀረብና ጠዋ ዓቢልና ንብሎ በቃ ጠዋ ተረድኤካ ነብም እየ ወይስ ኣራ ኣራ ቻው ዋ ዋ እንታይ ኣብ ፀኒሕኪ
ዋይ ወዲ ሓወይ እንዳበየን በሪቕካ ኣባባተኪ ወዲ ሓወይ ወዲ ሓወይ እንዳበየን በሪቕካ

ደሓን ዲኹም ከመይ ኣለኹም ጥዕና ጽቡቕ ጽቡቕ ትጥዕዩ ዶ ኣለኹም ሕሸኩም ዶ ኣለኹም እወ እወ እወ ሕሸኩም ኣሎ እወ።
ኣነ ካየ ናታን ወድኹም ክመጽእ ምስ ሰማዕኹም ከ ክበጽሓኩም ኢለ መጽየ ቺት ዋዕ ዋይ ጽቡቕ ገርካ ሎምስ ከዓ በቃ መስተ ገዲፍካዮ ሲ ፍሩታ ሒዝካልና መጺኻ እ ባባ ተኬ
መስተ ልኽፍ ካብ ዘየብል ኣልክ ዓመት እየ ኣቑጺረ ኣለኹ ዋዕ እኩም ዲደ ኣለኹ ወላ ስዋ ገዲፍካዮ ስዋስ መስተ እንድዩ ባባ ተኪኡ መስተ ዝነጥቦ ነገራት ካብ ዘይለክፍ ነዊሕ ኣየረ እወ ሕጂ ርኢኹም ኣለኹም ሓይለይ ኣብ ፀባን ኣብ ፅማቕን ጥራይ ኮይኑ ደሎ ዋዕ ተቐይሩ እዩ ዓመት ሙሉእ ሲ መስተ ይጠዓምካን ንእስነተይ እንታይ ሞ ክሕሰበኩም እየ ባባ ተኪ ካብ መስተ ስተኽብሉ ሎሚ ዕረ ዝዕረ ዝዕረ ጥሒኖም ሲ ብሓፋስ ኣስተይ ክብሉ ንቐድም ሎሚ ሎሚ እስቲ መስተ ከማን እንታይ ይጥዕም ጣዕሙ ረሲዐናዮ ባባ ተኪእ።
ሕራይ ሰባት ኣብ ጎንኻ ኮይኖም ክሰትዩ እንተረኣኸኸ እንታይ ትገብር ከመይ ይስምዓካ? ዓጅብ ከማን ኣይብለን ጽማቐይ ኣዚዘ ኣብ ጣውላይ ኮፍ እብል።
ሰሃሊ ደነ እንታ ለማዓንቲ እንታይ ዝሰምዕ ዘለኹ ናይ ብሓቂ ድዩ?
እሂዳ ባባ ተኪኤታ ደኣ ኣንታ እስኪ ቀጽል።
ተገሪምኩም ደሓን ዲኹም?

ዎይ መስተ ገዲፍካዮ ነዚ ንምፅራይ ደኣ ዘይቀሊል እዩ ደሓን ግደ እትም ኣባ ተኪ እንታይ ጌርናኩም ኢና ኣብ ፈተና ኣይትእትወና ኢልና ቀተርን ለይትን እንዳጸለናስ
ፈተነ ደኣ እሞ እንታይ ፈተነ ገዲፍካዮ እንድኻ ደሓን ትምላእ እንታይ ዘፈትና ኣለካ እቲ ናይ ፈተና እዋን ሓሊፍካዮ እንድኻ ሰይጣን ድኣ ካብዚ ሓሊፉ እንታይ ክገብረካ? እቲ ናይ ፈተና እዋን ሓሊፍካዮ እንድኻ፣ ዝፈትን የብልካ፣ ገዲፈዮ እንድኻ ኢልካ። እንታይ ገዲፊ? ገዲፍካዮ እንድኻ ኢልካ። እወ። ኢድካ ድኣ። ኢድካ ከይትፈሶ።

ሓንጎልካ ግበይ ደስታ ይቃነ ዶ እወ ይቃነ ደሓን ደሓን ናተይ እዩ ዝቃነ ዘሎ
ስተይ ባባ ተይ በል እስከ ትኽሊ እቲ መደንገል ናይ ስራሕ ከ እንታይ ትገብር ኣለኻ እወ ይግደፋ ኢልካ ከይትወድቆ
ሓሊፍካ ኣለኻ እቲ ናይ ፈተነ ኣረቂ ዘይትሰቲ መስተ ገዲፍካ ኣለኻ ፅማቑ ኣለኻ ትሰቲ ኮኳ እንተኾንካ ኣለኻ ትሰቲ ሕጂ ስቕ ጥራሕ በል ናይ ስራሕካስ ክንገረኒ ስራሕ ሕጂ ናይ ሓሙሽተ ዓመት ውጥን ኣውፅእ ይኸይድ ኣለኹ ቅድሚ ሕጂ ንዓይ ዝኸውን ስራሕ ኣይረኸብኩን እንዴ። እወ። ሕጂ ግን ኣብ ጽቡቕ መደብ እየ ደለኹ ባባ ተኪኤ። ሃየ እስከ ኺድ። ከምዛ ድበልኩም ባባ ተኪኤ ርኢኹም ኣለኹም ድኽነት ጥቕሊለ ካባይን ካብ ስድራይን ክትጠፍኢ ደሎ መደበይ። ድሕሪ ሓሙሽተ ዓመት እንተ ነውሐስ ናተይ መኪናን ናተይ ትካልንስ ክውንን ክኽእል ኣለኒ። ሐትሻዮ! ደሓን ዲኹም ባባ ተኪኤ? ደሓን ደሓን። ደረናን ፕሮፖጋንዳን ክሰምዕ ከለኹ ኾም እዩ ዝገብረኒ። ዶራን ኣራብየን ከኣ ኣቲ ትንባባ ተኬ መዓልቲ ዓጽየ እንዴ መጽ እዞም ቢቢሲ ድበሃሉ ግን ፕሮፓጋንዳ ክብዝሑ መዓት እዮም ዱዱዱዱድ ክብሉ መዓት እዮም ባባ ተኬ ዶራናት እዮም ኣንታና ተንስነ ሚድና የነርና ታይ ታይ ታይ ታይ ታይ ኢልኩም ባባ ተኬ እሰምዖ ዘለኹ ዲኻ ትዛረብ ዘለኻ ወላ እዝነየ ኣቲ ዊንቴ ኖርማል እንዲ ሞዚ ካብ ሓጥኣን ተሰሪቅካ እኮ ኖርማል እዩ ሃብታማት ከዓ ኩሎም ሓጢኣተኛታት እዮም ብኸመይ ፈሊጠ ዶ ክነግረኪ ኣብ መጽሓፍ ቅዱስ ካብ ሃብታም ክጸድቕ ገመድ ብዓይኒ መርፍእ ክትሓልፍ ይቐልል ዝብል ጽሑፍ ኣሎ ስለዚ ሲ ኖርማል እዩ ግደፍ እየን ጥራይ ኩለን ንላዕሊ ምስ ከዳ ነዛ ሲኦል ቲፎን ድን ክድቕደቓ እሞ ነቶም ገንዘብ ዝሃይማኖቶም በር መዓስ ንኹሎም ኮይነዚ እስከ ዊንቴ ንሩሕ ክተዛረብ ኣየናይ ሃብታም እዩ ንኣምላኽ ዝፈርሕ ደሎ እንቋዕ ከማን ንኣምላኽ ኣቦና ጉቦ ዝፈልጥ ኣይኮነ ሕጽር ብዝበለስ ሕጂ እንታይ ኢኻ ክትብል ደሊኻ? ኣነ ዶ ክሳብ ላዕሊ ዝኸዱ ደጸቢ የብልናን እቲ ቢቢነስ ኢሎም ዝወሰድዎ ገንዘብና ከኣ ተመንጠልናዮምስ መሰልና ይብለኪ ኣለኹ። ሰቲኻ ኣለኻ ሓቀይ?
ኣቲ ዊንተይ ተኾንክቲ መስተ ተራእይኪ ንሕና ድቃስ ዘይብልና እንዳሓደርና ንሶም ገንዘብና በሊዖም ክድቅሱ ዘበት። እሞ እንታይ ክትሰርቕ ከማኽረካ ትጽበ ኣለኻ? ብርግጽ እንታይ ሽግር ኣለዎ ድዩ? ንክራይ ገዛ ድኾን ገንዘብ ደስ ኢሉና ተሰርቕናስ እንታይ ጸገም ኣለዎ? እዋ ኣበይ ድኣ? ክትፈልጥ ካብ ሰሪቐ ንጓለይ ዘዕቢ ለሚነ ጽርግያ ጓለይ ከዕቢ ሕሸኒ። ኣቲ ዊንታይ ኣነስ መዓስ ክሰርቕ ደልየ ጊና ስለ ዝሸገረና እየ። ተሰሪሕካ ዘይፍታሕ ሽግር የለን እዚ ሓላፊ ሽግርካ ክሳብ ክንዚ ከሰንፈካ ድየ ተጸበኹካ። ኣቲ ዊንታ ዓይነይ መቸም መዘንግዕ ካሜራ ኣብ ቲቪ ጥራይ ክትፈልጥዮ ዝገበርኩ ጌረ ዳሕሪቐኪ።

ዋእ ዝበፅሕካዮ ነበርካ ጠፊኡ እኳ ዶ ናብዚ ክትርኢ ጠሚኡ ጠፊኡ እኳ
ተባላና ስሕብን ትቀባባስሉ ክህብትም ሓሲበ ኢልካ እሞ ብኸመይ ከም ትህብትም ከፈሊጥካ ድኻ ወይሲ እንታይ ኢኻ ወይ ናይ ባንኪ ከይድካ ከክሰሮ ልክዕ ልክዕ ልክዕ ልክዕ ታንኩም ኣተባበተቂ ሕማቕ ዝዛረቡ

ቀፅል እስኪ ቡና እንዲኹም እንዳሰበርኩም ናትም ባባ ትኪ ቅድም ኩምርኣይ ንዓይ ትመስል ብሃብቲ ትወዳደር ምሳይ ትመጣጠን ጓል ኩምርኣይ እወ ሓዳረይ ክገብር ሸጢለ ማለት እዩ ብዘይ ናብትን ናብትን ክወልድ እየ ሸበጥ ኢለ ክበልዕ ሃየ ርእስኻ ኣላ እንዶ ምስ ኣባባትኪ ርእስስ ሃለካ ሓቅኻ ርእሲ ደኣ እንታይ ወፀካ ቀዲሙ እኳ እንዲ ዝውንጨፍ ዘሎ እቲ ርእስኻ ሓቅኻ ኣለኻ ርእሲ ኣለካ ስትሬት ከምዚ ከም ፈረስ ጠኒኑ ከይድ ኣሎ እዚ ርእሲ እዚ ወ ቀዲሙ እኳ እንዲ ዝኸይድ ዘሎ እቲ ርእስኻ ግንሲ እዚ ሓሙሽተ ዓመት ኣውጺኻዮ ዘለኻ ውጥን ኣብቲ መደብካ ኣይሓጽረካን? ኣይሓጽርን'ዩ ባባ ተኪኤ፣ ሎሚ እኮ ዘመነ ቴክኖሎጂ ኢና ዘለና። ጥራይ ሎሚ ዘድልየካ ርእስን ሓገዝን ጥራይ። ርእስን ሓገዝን እዩ ዘድልየካ። እምበር እዛ ሃፍትስ ጠኒና ክኣትዋ እያ ከምዚ ጠኒናስ ክኣትዋ እያ። እስከ ዕድመ ክንደይ ገርካ ኣለኻ? እወ እቲ ዕድመ ዕድመ ሎሚ እስኪ ዝመጽእ ጥሪ ዝመፀ ጥሪ ዋንታ እንታ ኻንታ ኾን ጎማ ዲና ክንትኮስ ደሊኻና ትነፍሓና ድኻ ስኢልካ ዘለኻ ተዛረብ እንዶ ከም ፅብፅቦ ባባባተኬ ዕስራን ሸሞንተን ክገብር እዩ ተርእስና የቐዲምና ከይዱ እምበር እቲ ዕድሜና ኮሎ ጌና እዩ ርእስኻ ስወይ ውንጨፍ ኣሎ ቀቂድመኻ ይኸይድ ከምዚ ዓይነት ተራ ምዕባለ ነጢርካ ኢኻ ካብ ዓቐን ንላዕሊ ንከምዚኣ ቅድሚት ጠኒ ነይረ ከይድ ደሎ ኮንፈረንስ ሕራይ ሕራይ ግደ ሕራይ ስማዕ እስኪ ዕስራን ሸሞንተን ዓመት ነዛ ዓለም ተቐሚጥካ ኣላ ካብ መስተ እኳ ክትጋላገር ዘይከኣልካስ ኣብ ውሽጢ ሓሙሽተ ዓመት ድኽነት ከተባርር ትሓስብ ኣለኻ ኣባባታት ጌታንኩም ኣታሕማር ኣዛረቡ ታራኹም ጌርኩም ናፋሕፋሕ ተብሉኒ ኣብ ዓለም ከመይ ኣለኻ እምበር ከመይ ነርካ ኣይኮነን ዘገድስ ይትረፍ ዴሕና ክንደይ ኣልገፊፍ ክንደይ ናይ ጭርማን ገለን ነበረት ሃፍቲማ መኪናን ገለን በቃ ገዚኣ ነጃሓ ከምዝን ከምዝን ዳውነስ ንሕና ኣነ ኸ ነዚ ሃፍቲ ብጉያ ደኸዳ ኣለኹ ብጉያ ስትሬት እዚኣ ብፍጥነት ከምዚ እንዳበልኩ ካባኹም ሕጂ ኣነስ ንእሽተይ ሓገዝ ይደሊ ኣለኹ
ካባይ ዳ እንታይ ሓገዝ ደሊኻ እወ ባባ ተኪ ነዚ ኩሉ መዋፈሪ ዝኸውን እቲ ገንዘብ እውን መእከቢ ዝኸውን ገዛ ስለ ዘይብለይ ንባዕሉ ናይ ገንዘብ ጥራይ ከማን ገዛ ቤና ክትብኒ ኢኹም ናይ መቀመጢ ርቢና ናይ መዋፈ ርቢና ገዛ ክትብሉ ንደሊ ኣለኹ። እስከ ድገመለይ እስኪ ገዛ ዶ ኢልካ ሓለይ እስኪ ድገመለይ እስኪ እታ ዘረባ እወ ገዛ ማለት እዞም ተኻረይቲ ሲ ከተጠልዕዎም ኢኹም ከተውፅዎም ኢኹም ሰሚዐ ኣባተኪ ሕጂ ገዛ ክትቡኒ ናይ ገንዘብ ናይ ኣቑሑ ዝኸውን ገዛ ከማንሲ እደሊ ኣለኹ የዋፍር እንደ ደለኹ ይህፍትም እንደ ደለኹ ኣባተኪ ገዛ ደሊ ሒዝኩምኒ ኣለኹም

ክንደይ ሽጣራ ኣሕሊፈ መሲሉኳ ንስኻ ሰኽራም ንዓይ ከተደናግር ኢልካ ትሓስብ ተሊኻ ትጋገ ኣለኻ ሕጂ ካልእ ዘረባኻ ኣይተዛረብኩ ሕማቕ ዘረባኻ ኣይተዛረብኩኻ ከለኹ እዘን ኣምፂኻየን ዘለኻ ኣርባዕተ ባናና ካሕሽካ ትኽ ኢልካ ትወጽእ ድኻ ወይስ ካልእ ኣለካ እዩ ሰበብ ተምጽኦ።
ኣቶም ባባ ተኪኦታ ኮንኩም ኣታ ካብ ማእኸል ገዛኹም ክሰጉሉ ፅቡቕ ዶ ኣይኮነ ንዓኹም ፅቡቕ ኣይኮነ ንጎረባብቲ ፅቡቕ ኣይኮነ ንትሰምዕ ፅቡቕ ኣይኮነ ንዓይ ፅቡቕ ኣይኮነ ንዝጊ ፅቡቕ ኣይኮነ ንኹሉ ፅቡቕ ኣይኮነ ኣታ ወረ ባሕቲ እዩ
ወረ ባሕቲ እዩ ደንጎልና ይብለይን ኣብ ጥቓይ እምበር ፅቡቕ ገረ ምፈትፈትኩኻ ትወፅእ ድኻ
ማሓራይ ወለ ካብዛ ማይ ህይወት ወለ ጥዕምና እንታይ እቲ ማይ ህይወት ኣረቂ እዩ ያ ባባ ተኪ ኣብዘይቦ ድንቀሳቐስ
ካብ መስተ ከም ዘይትገላገል ደኣ ይፈልጥ እኮ እየ። ምስ መስተ ተባኢሰ እየ። ጽማቝ እየ፣ ኮኳ እየ ዝሰቲ። ህም፣ እዚ ደኣ እሞ ይፈልጦ እንድየ ጽቡቕ ገረ ኪደለይ ጥራሕ። ማይ ህይወት ከኣ ኢልካዮ፣ ጸበል ተረኺቡስ ነረቅስ ማይ ህይወት ኢልካዮ ኪድ ጥራሕ።
ክወጽእ እወ ኪድ ውጻእ። ውጸለይ ሕሽካየን ኪድ ውጸለይ። ኣባትኪ ውጻእ እንዴ ዝበከር ኪድ ኣፋን ትሕዛን ኪድ ውጸለይ። ኣይትጥዕማን ገዲፍካዮ እንድኻ መስተ

ዋ መላእኽቲ ውፅኤ ካብ ገዛይሲ ጋኒን ከእቱ
መስገኖ መስገኖ ተኪ ዓርከይ ከሎ ዶ የለውን ውፅ ኢሎም ኣለዉ እንታይ ትብሊ ጓለይ ኣበይ ደኣ ወፅኡ ጓለይ እንድዒ ናባኹም ኾኑ ኦይ በሊ ድሓን ድሓን የማነ መፂካ ነይሩ በልዮ ደይትኣቱ ገዛ ድሓን ድሓን ካልእ መዓልቲ ክምለስ እየ ኣቲኹም ደይትፅበዩ ክምለስ እየ ድሓን

ሕራይ። ኣተረገንቲ እሂ ስለምንታይ ደኣ ነቲ ጅግና የማነ ዓርከይ ኮለኹ የለኹን ኣብልክዮ
ብኸመይ ደኣ ፈሊጥኩም ክትፃናፀኑ እንዲኹም ፀኒሕኹም ቴሌፎን ደየላን ስራሕ ሓሰውቲ ተቃልዕ እዋይ ይዝርጉም ኣኼስ ኣለኹ ጥራይ ኢልኩም እኮ ኣይትኾኑ ኣለኹ እንደ ሕጅስ ናበይ ደ ከይደ ሓንቲ ዋ ሎምስ ከዓ በቱ ዝፈትዎ ዓርከይ መፂኽኒ ኣንቲ ከመይ ዝበልኹ እኺ ሕጅስ ኣምለሰት ከምዚ ገራ እንተበልክዎምስ መን ይኣምነኒ ተገልቢጦም ከተፀልማ ደሊኻ እኻ ብሉኒ ናይ ሰብኡት ተንኮል ደኣ እሞ ብቐሊሉ እንዩ ዝርከብ ግብርኺ ንስኺ ሰናን ኣንጭዋ ኣይትበትካን እያ ብህወተይ ከለኹ ሲ ቀቲልክኒ ደሓን እዚ እቲ ዝፈልጦ እንድዩ ዘይፈልጦ ከዓ ብዙሕ ጉድ ኣሎ ማለት እዩ ንስኺ ትገብርዮ ደሓን ኪዲ ሕጂ ከም ተመለሱ ኣይፈለጥቁን ኢልኪ ኪዲ ክፈትዮ ኪዲ እቲ ኣፍደገ ኣሎ እዋይ ኣይቀናና እዚ ረኺብኩም ኣይቀናናን እዚ ከይረኸብኩም እኳ ውርደት ኮይኑ ዘሎ ቀለብና ኣይ ኪዲ ክፈትዮ ደዊሉ እዩ ዘሎ

ከም ዝወጻኹ ምስ ረኣየ ህንሲ ከም ተመለስኩ ኣይፈለጠትን። ዘይረኣያት እኳ ኮይና እምበሪ ከለኻ ዶ ደኣ የለን ምበለትኒ። ኣይትብልን ከመይ ጓል እዝግሄር ድያ መሲልኳ ዋእ ኣይትብልን።
ዋእ ኣምላ ሰብ ወሪድዋ ዋእ ሎሚ እንቋዕ ጥራይ ከይተራኸብና ይወዓልና። እወ ሓቅኻ በል ብሽራት ሒዘልካዮ መጺኤ ዘለኹ ሎሚ። ኣንታ ንስኻ ድኣ ኩሉ ግዜ መሰለሸርካኒ በዚሑ እኳ ናትካ ብሽራት ድኣ እንታይ እዮ ማራ ሓወይ።
ላል ንዘበለካ ተኻራይ ገዛ ክራይ ረኺበሉ መፅየ ኣለኹ። ዋይ ዋይ ተመስገን ገዛ ረኺብካሉ። እታ ንዓስ ክሰዓመኒ ንዓስ ክሰዓመኒ እስኪ ሰዓመኒ እስኪ ንዓ ሰዓመኒ እስኪ ንዓ ሰዓመኒ እስኪ ንዓ ሰዓመኒ ስማዕ እስኪ ዋይ ዮናታን መዓስ ንዓኻ ጥራይ ኮይኑ ወድኻ ንዓይሲ ይወደይ እንዲ ግዲ ግፍፍ ሽግረይ ኩላ ገዛኻ ኣፀራሪና ኩላ ነፃ ጌርና ክነፅንሓሉ እዩ እኮ ዘለና። ኣይ ፀረባ ሓቅኻ ሓቅኻ ከነፅፍፈሉ ኣለና። በል እስከ
እቲ ክራይ ኣበይ ኢኻ ረኺብካሉ?
ዋእ ኣንታ እቲ ገዛሲ በዚ ማይ ተመናይ እንድዩ ዋእ ናይ ሽዱሽተ ወርሒ እንተኸፊሉ ክኣቱ ይኽእል እዩ ኢሎም ኣለዉ። ጽቡቕ ክንደይ እዩኸ እቲ ክራይ? እቲ ክራይ እኳ ብርዝሕ ኢሉ እንድዩ ግን በዓል ፈለዮ ሽሕን ሓምሽተ ሚእትን ንወርሒ ናይ ሽዱሽተ ወርሒ እንተደኣ ከፊሉ ብዘይ ወዓል ሕደር ህጂ ህጂ ክኣቱ ይኽእል እዩ። ኣንታ ባዕል ይፈልጥ ናይ ሽዱሽተ ወርሒ ገዲፉ ዋላ ናይ ሽዱሽተ ዓመት ኣይከፍልን ጥራሕ ካብዚ ገዛይ ሕግሕግ ኢሉ ጥራሕ ይውጻኣለይ። ከምኣ ኢኻ ክትብል ዘለካ ተኪኣ ሓልካ ርኢኻ ተኻረይቲ ክለምዱኻን ክንዕቁኻን የብሎም ካብዚኣ ክትጥንቀቕ ኣለካ ልዕሊ ኩሉ። ሓቅኻ በል ለማዓንቲ ብነብሳ ናይ ብሽራት ማዓልቲ እያ ኣነ ካኣ ሓንቲ ብሽራት እንዴ ከበሽረካ ደልየ። ሕራይ ግርም ብሽራትካ ጥዓ። መቸም የማነ ዓርከይ ከምዚ ትሪኦ ዘለኻ ወደይ ክመጽእ እዩ። ሕራይ ወ።
ኣብዚኣ ምጽእ ምስ በለ ካኣ ሓንቲ ጓል ሰብ ኣምጽእ ኣቢልና ኣመርዕው ከነብሎ ኢና። ግርም ዋእ ሕጂሲ ከም ድፍረት ዳኣ ኣይትሕሰቦ ስጋብ ሽማግለ ሒዘ ዝመጸካ እምበሪ ዋእ ኣነስ ነታ ጓልካ እየ መሪጸሉ ዘለኹ ጓልካ ካኣ እንታይ ይጎድላ መልከዐኛን ወሓለን እያ ሕጂ ብዚኣ ምጽእ ምስ በለ ኣመራዕው ከነቢሎምና እቲ ዕርክነትና ካኣ ይድልድለልና ኣብኡ ከሎ። ዋእ ኣንታ ተኪ ዓርኪ ብኤን ብኤን ኣቢሉ ከዚ ሓሳብ ዝመፀካ ወሸለ ወሸለ ዝዳ ኣንታ ከመይ ደለ ልቦና እዩ ዘለካ ምሳኻ መውስቦ ኣ እሞ እንታይ ዓይነት ክሓስየሉ እንታ ምሳኻ ባ መውስቦ
ዋ እንተ ብወገነይ ርኸብ ኣይትስኣል እታ ጓለይ እውን ከምዚ ዝበልካያ ርኤኻ በጋባብም ስነ ስርዓትን ዝዓበየት ስለ ዝኾነት ካብ ፍቓደይ ትወፅእ ኣይብልን ፈልጣ እንተኾነ ምስኣ እሂን ምሂን ኢለ መልሲ ክነግረካ

መን ኣቦና እቲ ንሓራስ ካብ ገዝኡ ዝሰጉ ጓቦ ይረኣና ክትፈልጥ ከኣ ሎማዓንቲ ወይ ንሶም ወይ ኣነ ክንሰፍራ ኢና እዛ መሬት ፈንውን እንዶ ምስ ኩሉ ልቦናኻ እንተ ስራሕ ኣያሹ ዝሰርሕ በባተኪ እተተጋገዩስ ማማ ምለሰት ኣዴና ዲኮነት ናቲ ዊንተይ እንታይ ከም ዝገብር እንዲሞ ጨኒቕኒ ሙሉ መዓልቲ ኮለል ክብል ውዒለ ብዘይ ፍረ ከዓ ተመሊሰ እናሃለኹልኪ እንታይ ሞ ፀገም ኣለዎ ሎ መዓልቲ ዘይሰለጠካ ፅባሕ ሰልጠካ እዚ ኩሉ ፈተና ሰጊርና ሳብ ሕጂ በፂሕካ ክትሰዓር እንኳዕ ሕጂ ጥራይ ኣስተንፈስካ ሕጂ ኩሉ ረሳዓዮ እሞኒ ጥዕምቲ ምሳሕ እንዲኻ ሰሪሐ ዘለኹ ብሓንሳብ ክንምሳሕ ኢና
ኣቶ ዊንተይ እምበር ደኸ ሰብ ኢኺ ዋላስ መልኣኽ ኣይትዓሹ ቂመኛ ሰብ እኮ ነብሱ እዩ ዝሃሲ ሕጂ ንዓና ይንመሳሕ

ብሩኽ መዓልቲ ብሩኽ መዓልቲ ወይለ ተኪ ዓርከ ሂዳ ደሓን ዲኻ ትኣዝኒ ኢልካ ዝንደይለይ ኣንታ እንድዕለይ ስቕ ኢለ ባቃ ካብ ጀመርክዎ ኢለ እምበሪ ዋላ ዋላ ዋላ ዋላ ዋላ ነብሰይ ሲ ከም ገለ እዩ ዝገብረኒ ዘሎ። ዋእ ኔና ኢኻ። ዋእ ብዛዕባ እዞም ነዞም ተኸረይቲ ምውጻእኸ እንታይ እማ ንዓርከ። ኣንታ ተኪ ዓርከ እንታይ ደኣ ወሪድካ ኣሻብካ ደኣ ካብ ኢድ ናብ እግሪ
እንድዒ ንስኻ ጥራሕ ኢኻ ትድግፈኒ ዘለኻ እምበሪ ምስ ሓወይን ምስ በዓልቲ ቤተይን ተባኢሰ እየ ዝፍጽሞ ዘለኹ። ስቕ ኢሉ ባቃ ምዳና ምዳና እታ ሓራስ ክሪኣ ከለኹሲ ነብሰይ ባቃ ስቕ ኢሉ ግንብንብ እዩ ዘብለኒ። ኣንታ ግዜ ኮይኑ እዩ እምበሪ ደቅና እዮም እምበር ነሮም ኣታ ኣንታ ተኪ ዓርኪ ንዓባ ንድሕሪት ኣይትምለሰና ስማዕ እስኪ ነዚ ገዛ ክተጥሪ ላዕልን ታሕትን ክትብል ከለኻ መን ዶ ነይሩ እዩ ኣጆኻ ዝበለካ? በራድ ሻሂ ዘቐብለካ እኳ ይረኸብካ? ዋዕ! ንሱስ ሓቅኻ። እሞ እንታይ ደኣ ትብል ኣለኻ? ኣብ ምቕራብና ስኽ ዝረገካ ደሓር ከኣ ተኪ ዓርከይ ሰብኣይ ትብዕ እንተበለይ ግርም ዝጀመርካዮ ካብ መፈጸምትኡ እንተብጻሕካዮ ጽቡቕ ዋዕ እንድዒ
ዘይነብሰይ ምግባር ስለ ዝኣበየኒ እንዳለይ እርድኣኒ እርድኣኒ እንታይ እዩ ዝርድኣካ ዘሎ እንታይ የማነ ኣንታ ተኪ ዓርከይ ንእንኮ ወድኻ ኢልካ ትገብሮ ዘለኻ መስዋእቲ ምዃኑ ርድኣኒ እ? ድሓር ከዓ ስማዕ ከውፃኣኩም እየ ኢልካ እንተ ደኣ ገዲፍካ ደንጊፅካ ዘይኮነ ፈሪህካ ትገድፎም ዘለኻ እዩ ዝመስሎ ስለዚ መዓንጣ ከሸጥ ኣቢልካ ኣብ መፈፀምቲ ኣብፃሕ ድሓን ወደይ ፍትን እምበር እዚ ደኣ ናይ ምትብዓን ናይ ምፍራሕን ዶ ኮይኑ ዘይናይ መነባብሮ ሕቶ እዩ ደሓር ከዓ ከምቲ ውላድና እኮ ንዕኦም እውን ውላድ ኣለዎ

እነሆ ብስራት ነንበብቲ መጽሓፍ ሓዳሽ ናይ ትግርኛ መጽሓፍ ወጽዓ እታ ህጻን ኣብ ሓቀኛ ዛንታ ዝተሞርኮሰት መሃሪትን ኣዘናግዒትን መጽሓፍ ወጽዓ እታ ህጻን ኣብ ንኡስ ዕድሚኣ ምስ ከቢድ ፈተነ ህይወት ዝገጠመት ህፃን ሲናይ ተክለማርያም ሕንቅል ሕንቅሊተይ ህይወት መንእሰይ ፍስሃን ነዊሕ ዓመታት ዝወሰደ ዘይተፈትሐ ግድል መሳጥ ብዝኾነ ኣጋባብ ተወቂሩ ክኢላታት ኣሳቲፉን ኣብ መፅሓፍ ወፅዓ እታ ህፃን ተፃሒፉ ፍቕሪ ንፅህሊ ክስዕሩ ስስዐ ብዕልና ክርታዕ ስደትን መኮሩን ህይወት ምስ ከቢድ ፈተንኡን ኣብ ዓወት ንምብፃሕ ዝሓለፈ ፃዕርን እትሕብር ሓዳስ መፅሓፍ ወጽዓ እታ ህጻን ድሮ ተዘርጊሓ ኣላ። ዝተፈላለየ ጉዕዞ ደቂ ሰባት ኣብዛ መጽሓፍ ክትረኽብዎ ኢኹም። በቲ ቅድሚ ሕጂ ዝተፈላለየ መሃሪ ጽሑፋት ኣብ ጋዜጣ ብምብራቕ እንፈልጦ ንመጽሓፍቲ መርዓዊ ንባ ዛንታ ሄለንን ካልኦትን ዝደረሰ ጸጋብርሃን ጎይትኦም ተጻሒፋ ኣብ ሃገረ ሸወደን ተሓቲማ ተዘርጊሓ ኣላ። ኣብ ሓቀኛ ዛንታ ዝተመርኮሰ መጽሓፍ ወጽዓታ ህጻን ከም ህያብ ሓድሽ ዓመትን በዓል ልደትን ነዛ መጽሓፍ ወነንትን ኣስተማቐርትን ናብ ካልኦት ከም ህያብ ክትካፍልዋ ነዛ መጽሓፍ ንውናን በዚ ዝስዕብ ኣድራሻ ተወከሱና ኣብ ሓቀኛ ዛንታ ዝተመርኮሰት መጽሓፍ ወጽዓታ ህጻን እነሆ ተዘርጊሓላ